በጂ ሰይብልታት እየ ዝበልዕ ዘለኩ ኣሕዋተይ ማዓረይ ዳሓን ዶ ውዒልኩም እንኩ እስኪ ብፍረሽ ኮፊ ትቀበለኩም ኣላ ሃይረ ሓፍትኩም ፍረሽ ዓፍ ዓፍ ዝበለ ኮፊ ኤንድ ምስ ፍረሽ ዕጣን ኤንድ ምስ ፍረሽ ሄሪ ኤንድ ምስ ፍረሽ ዕምበባ ሰላም ዲኹም ኣሕዋተይ ደሓን ዶ ውዒልኩምለይ ሰላም ዶ ውዒልኩምለይ ብወገነይ ተኾነ ጽቡቅ ዩ ኣምላኽ ይመስገን ደስ ዝብል መዓልቲ ውዒለ ዝተባረኸ መዓልቲ ውዒለ ታይ ዩ ዝብሃል ሸይጣን ይነፋሕ እንታይ ዩ ዝብሃል ኣምላኽ ገለ ትብል ምስላ ኣላ Anyway ደስ ዝብል ግዜ ነይርኒ ደስ ዝብል መዓልቲ ነይርኒ ትማሊ ኣይመጻኹኹምን ቢዚ ነይረ ኣሕዋተይ መዓረይ ክመጽእ ኣይከኣልኩን ስለዚ ያ ሄሪ ቢዚ እንዳኾነት እያ ትኸይድ ዘላ ማለት ዩ። እእእ ኣይፍለጥን የሕዋተይ ማዓረይ ስራሕ ክንሰርሕ ታይ ድኣ እሞ ኤርትራ እናተኣተና ኣይፍለጥን እዩ እም ንኤርትራ እየ ከይደ ዝሓስብ ዘለኩ ድቅ ድቅ ክብላ እየ ነዛ ዓደይ ማዓረይ የሕዋተይ ማዓረይ ሽዑ ኣብ ኣንበስተ ገለባ ኮይነ ስእሊ ተሳኢለ ሸር ክገብረልኩም እየ ኣብ ኣንበስተ ገለባ ኣፍታ ዓደይ ኮይነ ማለት እዩ ስእሊ ተሳኢለ ሸር ክገብረልኩም እየ ሽዑ ክከይድ እየ ታይ ጠርጠር ኣለኒ ሓፍትኩም። እንታይ ተሓዝ ዘለኒ ባዕለይ ዝውንና እዛ ሂወተይ ተደልየ ኣስመራ ይወስዳ ተደልየ ኢትዮጵያ ይወስዳ ተደልየ ገለ ይወስዳ ከም ድላየይ ሓቀይ እንደ ምሽ ስለዚ ሃርድ ወይካ ክንሰርሕ ሸጥ ኣቢልና መዓንጣና ሰሪሕና ሰሪሐ ሰሪሐ ሰሪሐ ገንዘብ ኣዋህሊለ ዋህሊለ ዋህሊለ ዋህሊለ ኣሕዋተይ መዓረይ ክሕጉሰኩም እየ ከሕጉሰኩም እየ ንዓኹም ከዓ ሞቲቬትድ ይገብረኩም ማለት እዩ ኣነ ኣስመራይ ኤርትራይ በፂሐ እንድሕር መፅየ ንስኹም ከዓ ሞቲቬትድ ኮይንኩም ትኸዱ ኣሕዋተይ መዓረይ ዘይከኣል ነገር የለን ኤቭሪቲንግ ኢዝ ፓስብል ጋይስ ተረዲኹምኒ ስለዚ ኣነ ስድራይ ክርኢ ኢለ ንኣዲስ ኣበባ ክኸይድ ኢለ ሓሲበ ይፈልጥኒ ግን እዝጋብሄር ወዲእዎ ግን ገጽ ንገጽ ተራኢና ምስ ስድራይ ማለት እዩ ስለዚ ሕጂ ከኣ ሕጂ ውን ካልኣይ ግዜ ተኮነውን ክከይድ እየ ኣይ ብሊቭ ኢን ጋድ ክሳብ ሽዑ ብሰላም የጽንሐና ሓቀይ እንድየ ምሽ የእ ኦኬ ስለዚ ሎማዓንቲ ሒዘልክን መጽየ ዘለኩ ኣርእስቲ እንታይ እዩ ቀንዲ ንደቂ ኣንስትዮ ኣሕዋትና ትምልከት ኣርእስቲ ሒዘ መጺኦ ዘለኹ ንሱ ከኣ እንታይ ከኸውን ሰለስተ ቀንዲ ነገራት ንደቂ ተባዕትዮ ክትነግርኦም ዘይብልክን ኣሕዋተይ መዓረይ ዘይብልክን ዘይብልክን ዘይብልክን ካባይ ተመሃራ ካባይ ተመሃራ ቀደም ናይ ንእስነት ድዩ ናይ ቁልዕነት ድዩ ክፈልጦ ዘለኒ ነገር ኣይፈለጥኩን ኣሕዋተይ መዓረይ ሕጂ ተዝኾነለይ ንዓይ ምሓሸኒ ነይሩ ሕጂ ኩሉ ፈሊጠ ኩሉ ጎሪሐ ተዝኾነለይ ጽቡቅ ነይሩ ግን ኢትስ ኦኬ ኣብ ሂወትና ጌጋ ዘሎ እዩ ካብ ጌጋታትና ኢና ከ ንምሃር ማለት እዩ ስለዚ እቲ ኣነ ዘይፈለጥክዎ ነገር ንእሽተይ ከለኹ ንዓንከፍ ፈትኒ ማለት እዩ ብዘይገድስ ኣብ ናተይ ዕድመ ዘለኽን ዲኽን ካባይ ትንእሳ ዲኽን ኣብ ሓዳር ዘለኽን ዲኽን ኩላትክን ንማንም ጓል ኣንስተይቲ ዝምልከት ጉዳይ እዩ ኣዚ ሰለስተ ሚስጥራት ንደቂ ተባዕትዮ ክትነግርኦም ዘይብልክን ብፍጽም ተኣምር ዘይብልክን ብፍላይ ብፍላይ ከኣ ኣብ ዕርክነት ዘለኽን ሰባት ማለት እዩ መጀመርያ ኣብ መጀመርያ ፍቕርኹም ስለዚ ነዚኤን ነገራት እዚኤን ፕሊስ ሓደራ ሓደራ። ኣሕዋተይ መዓረይ ካብ ናተይ ኤክስፐርያንስ እየ ዝነግረክን ዘለኹ ማለት ኣነ ኣብቲ ሽዕ ግዜ ዝንገር መሲልኒ እዚ ተነጊረስ ወዲ ክፈትወኒ እዩ ዝብል ኣተሓሳስባ ስለ ዝነበረኒ ካልኣይ ከኣ ቆልዓ ስለ ዝነበርኩ ነገራት ኣይፈለጥኩን ካልኣይ ከኣ ኣብቲ ንሕና ዘለና ዝነበርናሎ ግዜ ፍቅሪ ፍቅሪ ንጻወት ዝነበርና ከኣ ከምዚ ኢንተርነት ኣይነበረን ኣሕዋተይ ሎም እኮ ዕድለኛታት ኢኹም ተን ንኣሽቱ ኣሕዋትና ብኢንተርነት ኩሉ ትጎርሓ ብኢንተርነት ኩሉ ነገር ትመሃራ ሓቀይ ዶ ንሕና ዝነበርናዮ ግዜ ግን ከምዚ ዝበሃል ነገር ኣይነበረን ኣሕዋተይ መዓረይ እንታይ ድም ዓይኒ የብለይ ስኒ የብለይ ዓይንና ግብ ኣቢልና ኢና ነእቱ ናብ ዝኾነ ሰብ ሽዑ ወይ ክብ ወይ ግብ ኢልና ክንወጽእ ማለት እዩ ስለዚ እታ መጀመርያ ንወዲ ተባዕታይ ክትነግርኣ ዘይብልክን ክትነግሮ ዘይብልክን ብፍላይ ኣብ መጀመርያ ሪሌሽንሽፕ ማለት እዩ እዚ ሕጂ ኣብ ሓዳር ድዩ ዋላ ኣብ ገለ ድዩ ኣብ ኩሉ እዩ መጀመርያ ንሓደ ወዲ ተባዕታይ ክትነግርኦ ዘይብልክን ነገር እንታይ እዩ ብዛዕባ ናትክን ዝሓለፈ ሂወትክን መቸም እንታይ ዝብል ኣተሓሳስባ ኣለኒ ኦ ዝሓለፈ ሂወተይ እንድሕር ነጊረዮስ በቃ ኣምሻሉ ክድንግጸለይ ዝሓለፈ ሂወተይ እንድሕር ነጊረዮስ በቃ ኣምሻሉ ፓእ ከመይ ዝበለት ስትሮንግ እያ ኢሉስ ክፈትወኒ እዩ ዝብል ኣጉል ኣተሓሳስባ ኣለና ደቂ ኣንስትዮ ኣሕዋተይ መዓረይ ብፍጽም ተኣምር ዝሓለፈ ሂወትኪ ንወዲ ተባዕታይ ክትነግርዮ ኣይየድልየክን እዩ ንምንታይ በልኒ ዝሓለፈ ሂወትኪ ንኣብነት እንድሕር ነጊርክዮ እቲ ዝሓለፈ ዓርክኪ ከመይ ጌሩ ትሪት ከም ዝገበረኪ ብጣዕሚ ሕማቅ ጌሩ ትሪት እንድሕር ጌሩኪ ወይ ከኣ ኣብ ልዕሊኪ ዘምዩ እቲ ናይ ቀደም ዓርክኪ ኣብ ልዕሊኪ ዘምዩሞ ንስኪ ከኣ በቃ ጥዕይቲ ጓል ስለ ዝኮንኪ ይቅረ ኢልክሉ ዝዓይነቱ ገለምሻ ኣሎ ቅድሚ ሕጂ ዝነበረ ሰብኣየይ ከምዚ ገይርኒ ቅድሚ ሕጂ ዝነበረ ዓርከይ ከምዚ ከምዚ ገይርኒ ግን ኣነ በቃ ናይ ኣምላኽ ስለ ዝኾንኩ ምሕረት ገይረሉ ከምዚ ዝገብረኒ ነይሮ ከምዚ ዝገብረኒ ነይሮ ከምዚ ዝሽንጭረኒ ነይሮ ኣይትበልዮ ነዚ መጀመር ነዚ ሒዝክዮ ዘለኺ ካልእ ሰብኣይ ክሰምዖ ኣየድልዮን እዩ። ተረዲእክናኒ እቲ ክትፈልጥ ክፈልጦ ደልዩ ዘሎ ኣብ ሂወትኪ ብዛዕባ ሕሉፍ ሂወትኪ እንድሕር ሓቲትኪ ሊሚት ዝኾነ ነገር በቃ ምኽንያቱ እዚ ሰብ እዚ ሕጂ ዘለኽዮ እዩ ዘገድሶ እምበር ብዛዕባ ዝሓለፈ ኩሉ ውሽጥን ሊጥክን ኣይትንገርዮ እንታይ ኣጋጢሚኪ ብዛዕ ምስ ዝሓለፈ ዓርክኺ ኣይትንገርዮ ብፍጽም ተኣምር ምስ ምንታይ ተባኢስኩም ኣይትንገርዮ ሓፍተይ መዓረይ ብምንታይ ምኽንያት ተባኢስኩም ኣይትንገርዮ ዋላ ሓሲኺ ካልእ ፅቡቅ ነገር በልዮ እንታይ ይመስለና ደቂ ኣንስትዮ ኣለና መሲልኩም መጀመርያ ምስ ተላለና ምስ ሓድሽ ወዲ ኩሉ ናትና ታሪክ ሂወትና ንግንፅሎ ኣሎ እዚ ነቸር ናይ ደቂ ኣንስትዮ እዩ ማለት እዩ ከምዚ ንፉቶ እዩ ዝመስለና ኩሉ ነገር ናትና እንድሕር ፈሊጦምስ በቃ ኣባና ዘለዎም በቃ ሪስፔክት ወይ ኣባና ዘለዎም ፍቅርስ ዝልዕል እዩ ዝመስለና ግን ብግምጣል እዩ ዳውን እዩ ዝኸውን ኩሉ ግዜ ኣብ ከባቢ ፍቅሪ ሚስትሬስ ክትኮኒ ኣለኪ ሓፍተይ ማዓረይ ሚስትሬስ ማለት እንታይ እዩ ኩሉ ጊሒጥኪ ኣይትንገርዮ ብዛዕባ ሕሉፍ ሂወትኪ ማለት እዩ ምክንያቱ ንኣብነት let say ንበሎ እንድሕር ሓቲትኪ ብከመይ ተባኢስኩም ንዝሓለፈ ዓርክኪ እንድሕር ኢልኪ ቺት ጌርኒ ኣነ ምሕረት ጌረሉ ክንደይ ግዜ ምሕረት ጌረሉ ክንደይ ግዜ ምሕረት ጌረሉ ግና መጨረሻ እንድሕር ኢልኪ ንስኪ ብጣዕሚ ሳክት ኢኪ ማለት እዩ ዝሓስብ ኣብ ርእሱ ማለት እዩ እንድሕር ንሓደ ወዲ ተባዕታይ ቺት ገይርኪ እንድሕር ምሕረት ትሓቲ ምሕረት ትገብርሉ እንድሕር ኮንኪ ደጋጊምኪ ንሱ ከዓ ኣብ ርእሱ ኦኬ ቺት እንድሕር ገይረያስ በቃ ንዓኣስ ኖርማል እዩ ምሕረት ክትሓተላ ኢሉ ዝሓስብ ኣብ ኣእምሮኡ ማለት እዩ ስለዚ ከምዚ ዓይነት ነገር ኣይትንገርዮ ብፍጽም ተኣምር ወይ ከኣ ጽቡቅ ዋላ ጽቡቅ ክኸውን ይኽእል እዩ እ ምስቲ ዝሓለፈ ዓርከይ በቃ ንፉዕ ኔሩ ኣከምዚ ንፉዕ ኔሩ ኣከምዚ ንፉዕ ኔሩ ኣከምዚ ብጣዕሚ እየ ዘድንቆ ኔረ ገለመለታት እንድሕር ኢልክዮ ንሱ እቲ ወዲ ምስቲ ዝሓለፈ ዓርክኺ ሂወቱ የዋዳድራ ማለት እዩ። ምስቲ ዝሓለፈ ዓርክኺ ሂወት የወዳድራ ንዓኺ ከኣ ጽቡቅ ኣይኮነን ታይ ዝሓስብ ልብኺ እእምሮኺ ገና ምስቲ ዝነበረ ሰብኣይኪ እዩ ዘሎ እዩ ዝሓስቦ ማለት እዩ እንታይ ደኣ ክትብልዮ ኣለኺ እንታይ ደኣ ክትብልዮ ኣለኪ ብዛዕባ ዝሓለፈ ፍቅራዊ ነገርኪ ንሓድሽ ወዲ ክትነግርዮ የብልክን ብፍጽም ተኣምር ክትነግርዮ የብልክን እንታይ ክትብሊ ኣለኪ ተሓፀረ መገዲ እንድሕር ሓቲትኪ እንድሕር ሓቲትኪ ተኾንኩም ተባኢስኩም ዝሓለፈ ሰብኣይከ እንድሕር ኢልኪ እንታይ ክትብሊ ኣለኪ ኣክንዲ በቃ ከምዚ ኮይና ቸክ ገይርኒ ዶ ከምዚ ገይርኒ ዶ ከምዚ ገይርኒ ብዙሕ ዘየለ ታሪክ መፅሓፍ መፅሓፍ ኣክንዲ ትገልፅሉ እንታይ ክትብሊ ኣለኪ በቃ ተባኢስና እግዚኣብሄር ስለ ዘይፈቀዶ ተባኢስና በቃ ናተይ ናቱንሲ እግዚኣብሄርሲ ክንቅፅል ኣይደልየና በዚ ምክንያት ከዓ ተባኢስና ኢልካ ዕጹ ኣፍ ደቅኺ ዕጹ ምኽንያቱ እዚ ሰብ እዚ ንምንታይ ዝሓተኪ ዘሎ ንኽፈልጥ ምስ ናይ ቀደም ዓርክኺ ንኽወዳደር ኩሉ ነገር ናትኪ ውሽጢ ንኽፈልጥ እዩ ዝሓተኪ ዘሎ እምበር ብዛዕባ ናይ ዝሓለፈ ሰብኣይኪ ገዲሽዎ ኣይኮነን ሓቀይ ዶ እንታይ ይምልከቶ መቸም ጽቡቅ ብዛዕባ ናይ ዝሓለፈ ሰብኣይኪ ጽቡቅ ተተዛሪብክዮ መሊሱ እዩ ዝሕርቆ ዋላ ሓንቲ የቅኖ እዩ ዋላ ይፍለጦ ነቲ ዝሓለፈ ሰብኣይኪ የቕንኦ ኢዩ ማለት እዩ። ኣወዳት ብተፈጥሮም ከምኡ እዮም፣ ሂወቱ ከኣ ምስኡ ኮምፔር ይገብር። ስለዚ ንዓኺ ሰላም ኣይህበክን እዩ። እንድሕር ክስታይ ኢልክዮ ከኣ ኦ ቺት ዝገብረኒ ነይሩ ከምዚ ገይረኒ እንድሕር ኢልክዮ ከኣ ጽባሕ ንግሆ ዝኾነ ነገር እ፣ እንዳኸርኩም እንዳኸርኩም ኣብቲ ፍቕሪ ንዓኺ ቺት ክገብረኪ እዩ። ምኽንያቱ ነጊርክዮ ኣለኺ፣ ኣቐዲምኪ እቲ ዓይነት ሰብ ምዃንክስ ነጊርክዮ ኣለኺ። ችት ጌርኒ ነይሩ ምሕረት ጌረሉ እንድሕር ኪ ንሱ ከዓ ችት እንድሕር ጌርኪ ምሕረት ከም ትገብሮ ንስኺ ብጣዕሚ ኢዚ ዝኾንኪ ሰበት ነብስኺ ኣይተኽብርን ኢኹ ዝሓስባ ማለት ስለዚ ልክዕ ከምቲ ዝሓለፈ ጌሩ ትሪት ዝገብረኪ ንዓኺ ማለት ስለዚ ዶንት ዱዛት ኦኬ ካልኣይቲ እቲኣ ካልኣይቲ ነገር ከዓ ብዛዕባ ናትክን ድኽመት ንወዲ ተባዕታይ ኣይትንገሮ ወይ ከኣ ብዛዕባ ነብስኽን ኢንሰክዩር ዝስምዐክን ነገር ንወዲ ተባዕታይ ኣይትንገሮ። ብዛዕባ ናትክን ዊክነስ ወይ ከኣ ናትክን ከምዚ ምሽ ኣሎ እንታይ እዩ ዝበሃል ብትግርኛ ናትና ድኻም ንወዲ ተባዕታይ ክንነግሮ የብልናን። ወይ ከኣ ብዛዕባ ፓስት ናትክን ሕጂ ንኣብነት ወዲ ተባዕታይ ክፍትነክን ኢሉ ምስ ክንደይ ኣዕሩኽ ኔሮምክ ኣብ ሂወትክ ይብለካ። ክንደይ ዕሩኽ ነይሮም ኣብ ሂወትኪ ይብለካ ሕጂ እቲ ዓሻ ጓል መታን ተደላይት ምዃና ብወዳት ንኽትብሊ ኢላ ኣርባዕተ ሓሙሽተ ትብሎ እዚ ወዲ እዚ ግን እዚ ኩሉ ዝሓተክን ዘሎ ሕቶታት ገሊኦም መብዛሕቲኦም ከማን ደሓር ናትክን ኤጌንስ እዩ ዝጥቀመሉ ማለት ናትክን ኮንትሮል ክገብረክን እዩ ዝጥቀመሉ ማለት እንድሕር ነጊርኪ ኦኬ መተን ተደላይት እያ ክብለኒ ኢሉ ሓሙሽተ ሽዱሽተ ሸውዓተ እንድሕር ኢልክዮ ኦኬ እንታይ ይብለኪ ኦኬ እዛ እንታይ እዩ ዝብለኪ ኣፍዕልኪ ዘሎ ክብሪ ብጣዕሚ እንዳወረደ እዩ ሽዑ ንሽዑ የውርዶ በቃ ንስክስ እንታይ ዓይነት ሰብ ምኳንክስ ገሚቱ ክሎ ማለት እዩ ስለዚ ብዛዕባ እዚ ነገር ኣይትንገርዮ ኣሕዋሓፍተይ መዓረይ ብፍፅም ተኣምር ኣይትንገርዮ። ከምቲ ዝበልክዎ ከኣ እንታይ ብዛዕባ ናትኪ ዊክነስ እንድሕር ነጊርክዮ ወይ ብዛዕባ እንታይ ጸገም ኣለኪ ብዛዕባ ስድራኺ ኣብ ውሽጢ ስድራኹም ዘሎ ባእሲ ድዩ ኣብ ውሽጢ ስድራኺ ዘሎ ሚስጢራት እንድሕር ነጊርክዮ ወይ ጸገም ኣብ መንጎ ስድራኺ ዘሎ ድዩ እንድሕር ነጊርክዮ ደሓር ዝኾነ ነገር ምስ ኣጋጠመ ኣብ ፍቕርኹም ድዩ ዋላ ኣብ ገለኹም ድዩ ዝኾነ ነገር ምስ ኣጋጠመ ናትኪ ናትኪ ኤገንስቲ እዩ ብዛዕባ ብሰንኪ ዘረባኺ ብሰንኪ መልሓስኪ ደሓር ንዕኦም እዩ ዝጥቀመሉ ማለት እዩ ሽዑ ንዕኦም እንዳተጠቀመ እንታይ ይገብረኪ መሲልኪ ኮንትሮል ይገብረኪ ማለት እዩ ንስኺ እኮ ከምዚ ዓይነት ሰብ ኢኺ ይብለኪ ሽዑ ባዕለ ሓቲቱ ኣወዳት ብጣዕሚ እዮም ሓደገኛታት ኣሕዋት ማዕረይ ብጣዕሚ ጥንቅቕ ክትብል ኣለኪ ባዕሉ ሓቲቱ ሓቀኛ ኮንኪ ስለ ዝነገርክዮ ደሓር ግን ናትኪ ከም መባእሲ ወይ ናትኪ ከም ሽጉጥ እዩ ዝጥቀመሉ ብዛዕባ እቲ ዝተዛረብክዮ ዘረባ ማለት ንስኺ ደኣ እኮ ከምዚ ዓይነት ሰብ ኢኺ እኮ ይብለኪ ኣነ'የ ኮይነ ምሳኺ ዝጸይረኪ እምበር ንስኺ እኮ ከምዚ ዓይነት ሰብ ኢኺ ይብለኪ። ሽዑ እንታይ ይገብረኪ ኣሎ ማለት እዩ? ኮንትሮል ይገብረኪ ኣሎ ማለት እዩ። ኣብ ኢዱ ጨቢጥኪ ከም ድላዩ የውጸክን የእትወክን ማለት እዩ። ምክንያቱ በቲ ዝተዛረብክዮ ቃላት ጥራሕ ማለት እዩ። ስለዚ ብፍጽም ተኣምር ንወዲ ተባዕታይ ናትክን ዊክነስ ክትነግርኦ የብልክንን ወይ ከኣ ንኣብነት ዊክነስ ሕጂ ንኣብነት ብዛዕባ ፋይናንሻል ጸገም ክኸውን ይኽእል እዩ ስትራገል እንድሕር ትኾኒ ኮንኪ ኣነ እኮ ብዙሕ ገንዘብ የብለይን ከምዚ ስድራይ የሸግሩኒ እዮም ስደድለይ እንዳበሉ የሸግሩኒ እዮም ከምዚ ጸገም ኣለኒ ከምዚ ጸገም ኣለኒ ዳዳዳዳዳ ትብሊ ተኾንኪ እዚ ወዲ ኮንትሮል ክገብረኪ ንስኽስ ብኸመይ ኮንትሮል ክትኩ ኮንትሮል ክገብረኪ ዝኽእል መጽናዕቲ ዝወስድ ዘሎ ማለት ንዓኻ ሓሊልኪ ይኮነ ንሓፍተይ መዓረይ ስለ ሓሊልኪ ኣይኮነን ድምብርጽ ኣይብሎን በዚ ሰሚዑ በዚ ይሰዶ ግን እንታይ እዩ ዘጽንዐኪ ዘሎ ንምንታይ ዘጽንዕ ዘሎ ብዛዕባኺስ በቃ ከመይ ገይሩ መነፕሌት ይገብረኪ ንዓኺ ከመይ ገይሩ ኣብ ትሕቲ ቁጽጽሩ ይእትወኪ ንስኺ እንታይ ዓይነት ሰብ ብኸመይ ንዓኺ ኮንትሮል ክገብር ዝኽእል ብኸመይ ክቋጻጸረኪ ዝኽእል እዩ ፕላን ዘውጽእ ዘሎ ማለት እዩ ስለዚ ሓተኪ ዘሎ ንዓኺ ደንጊጽልኪ ይኮነ ስለዚ ስቕ ኢልክን ሽምድድ ኣይተብሎ ብዛዕባ ሂወትክን እሪ ቁጽር ኣቢልክን ብፍላይ ደቂ ኣንስትዮ ኣሕዋተይ እንድሕር ፈቲና እንድሕር ንሓደ ወዲ ፈቲናዮ በቃ መፅሓፍ መፅሓፍ ሙሉእ ኢና ንግንፅለሉ ማለት እዩ ጠቕላላ ጠቕላላ ንኻልእ ሰብ ዝንገር ካልእ ምስጢር ኣሎ፣ ንዓርክኻ ዘይንገር ከዓ ብዙሕ ነገር ኣሎ ማለት እዩ። ስለዚ ብፍፅም ተኣምር እንታይ ለክን መጀመርያ እታ መጀመርያ ዝበልኩክን ብዛዕባ ናትክን ፓስት ላይፍ ኣይትንገርኦ ኢለክን ብዛዕባ ዝሓለፈ ዓርክክን ድዩ ብዛዕባ ክንደይ የዕሩክት ነይሮምክን ድዮም ብዛዕባ ብምንታይ መልክዕ ተባኢስኩም ምስቲ ሓደ ድዩ ገለ መለታት ድዩ ገለ መለ ብፍጽም ተኣምር እታ ካልኣይቲ ከ እንታይ ኢለክን እታ ካልኣይቲ ከኣ ብዛዕባ ናትክን ዊክነስ ወዲ ናትክን ዊክነስ ወይ ናትክን ድኻም ክፈልጥ የብሉን ብፍጻመ ኣምር ክፈልጥ የብሉ ኩሉ ግዜ ወንደር ክትገብሮ ኣለካ ኩሉ ግዜ በቃ እንሻሎ ስታይ ክትገብሮ ኣለካ ማለት ኦኬ ሳልሰይቲ ከዓ ብዛዕባ ገንዘብ ንስኺ ክንደይ ገንዘብ ከተእትዊ ክንደይ ገንዘብ ኣለኪ ባንኪ ብፍጽም ተኣምር ንወዲ ከይትነግሪ ብፍጽም ተኣምር ክንደይ ገንዘብ ትእትዊ ክንደይ ገንዘብ ኣብ ባንክ ኣለኪ ንወዲ ከይትነግሪ እንታይ ዝገብራ ኣለዋ መብዛሕትኤን እዚ ኣብ ሓበሻ ናይ ኣሕዋተይ ማዓረይ እንታይ ይገብራ መሲልኩም ካብቲ ዝሰማዕክዎ ዋላ ናይ ካልኦት ሰባት ዘካፋላ ንገለ ኣብ ዕርክነት ይኣትሞ ብፍላይ እዞም ኢሮጳ ዘለዉ ገለ ኣብ ዕርክነት ይኣትሞ ገይራ ኣብ ሰለስተ ወርሒ ከይዞሩ ከለዉ እቲ ካርዶም ብሓንቲ ካርድ እዩ ከም ሰብ ሓዳር ከምዚ ዝተመርዐወቶ ወይ ከምዚ ተመርዓዋ ከም ሰብ ሓዳር ካርዶም ኣብ ሓንቲ ይእትው ማለት እዩ ሓንቲ ካርድ ይጥቀሙ ማለት እዩ ከም ሰብ ሓዳር ድሓር ግን መን እዩ ዝህሰ ንስኺ ክትህሰይ ሓፍተይ መዓረይ ኣከባቢ ገንዘብኪ ብጣዕሚ ስማርት ክትኮን ኣለኪ ክንደይ ገንዘብ ትእትዊ ክንደይ ክትኽፈሊ ገለ እንድሕር ኢልኪ ግሒጥ ክኩሊ ትንገሪ ሓፍተይ መዓረይ ኣየገድሰን እዩ ክነግረኪ ክትነግሪ ኣይገድሰን እዩ ናትኪ እዩ ብሕጂ ትምስርትዎ ናብራ ናይ ክልቴኹም ሓቀይ ካልኣይ ከኣ እቲ ዘለኪ ገንዘብ ኩሉ ኣብ ሚስጢራዊት ኩኒ ኣይኮንክን ዝብለኪ ዘለኩ ብልክዕ እዩ ሰብ እዚ ንኣብነት ብዙሕ እንድሕር ዘይርኩም ኣብ ዕርክነት ግድን እዩ ሓደ ዝተወሰነ ክትነግርዮ ሓቂ ኩሉ እቲ ሓቂ ነገር ግን ኣይትንገርዩ ሓቂ ዝብሃል ኣቅድሚ ወዲ ተባዕታይ ሓቂ ዝብሃል ከይትነግሪ በንጻሩ እዩ ክትነግሪ ዘለኪ ማለት እዩ። ክንደይ ባንኪ ኣለኪ ሕጂ ንኣብነት ሚእቲ ሽሕ እንድሕር ኣለኪ ባንኪ ዒስራ ሽሕ ኣለዋኒ እዘን ዒስራ ሽሕን ከኣ ንስካ ከኣ ናትካ ዋጽእ ኢልኪ ክልቴኩም ዳብል እቲ ካልእ ግን ንዓኺ ንሕማቅ ግዜ ተቀምጥዮ ማለት እዩ ንምንታይ ጽባሕ ንግሆ you never know ኣወዳት ኣዋልድ ደቂ ኣንስትዮ እኮ ሓንቲ ግዜ ንሓደ ወዲ እንድሕር ኣፍቂርና በቃ ኣብ ክልተ ወርሒ እንድሕር ዜርና ብዕርክነት ምስኦም በቃ ምስኦም ሓዳር ንገብር በቃ ንሶም ንዘለኣለም ምሳና ዝነብሩ ይመት ሂወት ተቀያሪ ሓቢብቲ ግዜ ተቀያሪ እዩ ኣይኮነን ዶ ንስኪ ዘይትፈልጥዮ ጓና ይብለኪ ኣለኩ ውልድ ምስ ውሉድ እዩ ከማን ዝከሓሓድ ዘሎ ሎሚ ሓው ንሓው ይቀታተል ኣሎ ውልድ ንውሉዱ ይከሓሓድ ኣሎ ሓፍተይ ማዓረይ ኣይኮነን ዶ ዘይትፈልጥዮ ጓና ማለት ሳከት ፍቅሪ ፍቅሪ ገለ ኢልካ ማለት ስለዚ ንጽባሕ እንታይ ክመጽእ ይክእል ኢልኪ ክትሓስቢ ክትክእሊ ኣለኪ ስለዚ ብዛዕባ ናትኪ ፋይናንስ ዘንግር የብልክን። ክንደይ ኣለኪ ኣብ ባንኪ ንኣብነት ክብለኪ ክኽእል እዩ። ገዛ ክንገዝእ ንሓስብ፣ ፕላን ንግበር ገለ ክብለኪ ክኽእል እዩ ፈሊጡ። ሓቀይ ዶ? እቲ ፕላንኩም ክትዛረቡ ተኾንኩ ኦኬ ፕላን ተዛረቢ ኩሉ ሕብእ እዮ ማለት ኣይኮንኩን ዘለኹ። ካብ ሚእቲ ሽሕ ግን ዓሰርተ ሽሕ ኣለዋኒ ዕስራ ሽሕ ኣለዋኒ ትብል። እቲ ካልእ ንናትኪ ሰክሪቲ፣ ንናትኪ ሴፍቲ፣ ንናትኪ ፊቸር ኣብ ካልእ ንሱ ዘይፈልጦ ባንኪ እያ ከተቐምጥዮ ዘለኪ ማለት እዩ። ምኽንያቱ ጽባሕ ንግሆ እንድሕር ጠልዩኪ ገንዘብኪ ኣለኪ። እንድሕር ቀፂልኩም ፅቡቅ ቀፂልኩም ከዓ ፅቡቅ ማለት እዩ ኩሉ በብቁሩብ ስቴፕ ባይ ስቴፕ ማለት እዩ ሽዑ ክልተ ቆልዓ ድዩ ዋላ ሓደ ቆልዓ ምስ ወለድኩም ሽዑ እቲ ሓደ እቲ ሓቂ በብቁሩብ እንዳክስተይ እንዳገበርክ ትኸዲ ኣብ መጀመርያ ግን ፕሊስ ኣሕዋተይ መዓረይ ፕሊስ እዘን ሰለስተ እዚአን ነገራት ንወድኻ ይትነግራ ብፍላይ ብፍላይ ከኣ ብዛዕባ ገንዘብ ማለት እዩ ብጣዕሚ ስማርት ክትኮና ኣለክን ንሓውሶ ካርድ ንሓደ ንኹን እንድሕር ኢልኪ ዋይ ዋይ ሓደ ሓደ ትኾኑ ኣብ መጨረሻ ዝህሰ ንሱ እዩ ንስኺ ኢኺ ትህሰይ ስለዚ እንተኾነ እንተኾነ ኣብ ዕርክነት ገንዘብካ ክትሕውስ የብልካን ንስኹምሲ እዕሩኽ ኢኹም ደኣ እምበር ኣብ ወላሓደ መዛገጃ ቤት ኬድኩም ወይ ቸርች ኬድኩም ዝተፈራረምኩሞ ውዕል የለን ሓቀይ ዶ ዓርኪ ዓርኪ ማለትሲ ዓርኪ እዩ በቃ ዓርኪስ ማለትሲ ኣብ ኤኒ ታይም ኤኒ ኤኒ ሚኒስ ክገድፈኪ ይኽእል እዩ ዓርኪ ማለት እዩ ስለዚ ዓርኪ ስለ ዝነበረ ከዓ ሓደ ዳኛ ድዩ ሓደ ፖሊስ ድዩ መፂኡ ክሕዞ ኣይክእልን እዩ ዓርኪ ክኢ ነይሩ ፈቲኺ ኢኺ ምስኡ ትኸዲ ነይርኪ ሓቀይ እቲ ክትገብርዮ ዘለኪ ናትኪ ሪስፖንሲቢሊቲ እዩ ከም ዓባይ መጠን ከም ኣዳልት መጠን ናትኪ ሪስፖንሲቢሊቲ እዩ ማለት እዩ ፖሊስ መፂኡ ዓርካ እንዲካ ነርካ ንዓ ከም ዝግበረ ገለ ኣይብልዎን እዮም ፈቲኪ እንዲኪ ምስ ትከድ ነርካ ሓቂ ክሳብ ብሕጋዊ ዘይተመርዐውኪ ዝሰብዚ ክሳብ ብወረቀት ዘይፈረመልኪ ማንም ሰብ ክሕዞ ኣይክእልን እዩ ስለዚ ንስኪ ኢኪ ስማርት ክትኮኒ ዘለኪ ማለት እዩ ስለዚ እዚኤን ሰለስተ እዚኤን እንታይ ኢለክን መጀመርያ ኢለክን ብዛዕባ ናትክን ፓስት ላይፍ ኣይትንገሮ ኢለክን ካልኣይቲ እንታይ ኢለክን ብዛዕባ ናትክን ንስክን ዘፍርሐክን ነገር ድዩ ወይ በቃ ኢንሴኪር ትኾነኦ ነገር ድዩ ገለ ወይ ከዓ ብዛዕባ ናትክን ወርዝ በቃ ንስክን ጽቡቅ ከም ዘይግበእክን ንስክን ብዛዕባ ዝኮነ ነገር ኢንሰኪር ትኮኖ ነገር ድዩ ዘፍርሓክን ነገር ድዩ ኣብ ሂወት ንወዲ ተባዕታይ ናትክን ሚስጥር ክፈልጥ የብሉ እንታይ ዘፍርሓክን እንታይ ከም ዝገብረክን እንታይ እዩ ኮንፊደንስ ዘስእነክን ክትነግርኦ የብልክን ምክንያቱ እንድሕር ነጊርክንኦ ኮንትሮል ይገብር ኮንትሮል ምስ ገበረክን ግን ዋላ ሓንቲ መሰል የብልክንን ከም ድላይክን ኣብ ልዕሊክን ይሸይን ማለት እዩ ገሳሰይትከ እንተለክን ገንዘብክን ማለት እዩ ምክንያቱ ንምታይ መብዛሕቲኦም ደቂ ኣንስትዮ ገንዘብ ዝሓቱ መሲልኩም ብፍላይ ዘን ገንዘብ ዝሓቱ ደቂ ኣንስትዮ ማለት ክንደይ ኣለኪ ባንኪ ክንደይ ኣብ ስራሕኩም ንሰዓት ክንደይ ትክፈሉ ገለ ዝብሉ እዛ ሰብ እዚኣ ሲ ዝሓተኪ ዘሎ ሕጂ ንክልተ ነገር ኢኪ ትሓስብዮ ዘለኪ ሓደ ወዲ ተባዕታይ ጥዑይ ወዲ ተባዕታይ ንዓኺ ዘፍቅረኪ ንዓኺ ንነብስኺ ፈትዩ ዝኣተወ ብዛዕባ ገንዘብኪ ኣይግድሶን ክንደይ ትእትው ክንደይ ተብሊ ኣይምልከቶን እዩ ንምንታይ እንታይ እዩ ግን ዘርኢ ንዓኺ ብዓይኒ ገንዘብ ፅቡቅ ትሰርሓ ዝብል ሓሳብ ስለ ዘለዎ በቃ ኣነስ ከም ድላየ ተኾንኩስ ንሳ በቃ ሰሪሓ ክትኣቱ ትኽእል እያ ብኣ ክንነብር ንኽእል ኢና ኢሉ ግምት ስለ ዘለዎ እዩ ብዛዕባ ገንዘብ ዝሓተኪ ዘሎ ማለት እዩ ስለዚ ጥንቅቅ በላ ኣሕዋተይ መዓረይ